ጉጅለ ብልፅግና ስትራቴጂ ክልተ ማያት ዝብል ዘይክውንነታዊ ጥም ሒዙ ሕሉፍ ሓሊፉ ንሉኣላውነት ኤርትራ ዘነፃፀረ ቀፃልን ኣሰልካይን ፕሮፓጋንዳዊ ዘመተ ከካይድ ፀኒሑ ኣሎ። እዚ ፅዑቕ ናይ ፕሮፓጋንዳ ዘመተ ኲናት ንምእዋጅን ንምውላዕን ዝጥጃእ ዘሎ ቅድመ ምድላዋትን ስግኣትን ምዃኑ ዝገልፁ ወገናት እውን ኣለዉ። በቲ ካልእ ወገን ኣብ ክልላት ትግራይ፣ ኣምሓራ፣ ኦሮምያን ካልእን ዘሎ ዘቤታዊ ኩነታት ኢትዮጵያ ኣዝዩ ኣሰካፊ እዩ። ኣብ ኢትዮጵያ ዘሎ ኩነታት ናበይ ከምርሕ ይኽእል? ኣብ ልዕሊ ኤርትራ ክህልዎ ዝኽእል ጽልዋኸ?
ኣነ እኳ እታ ሕቶ ተውጻኹማ ምሓሸ ምብለኩም ነይረ ሓሲበ ነይረ ምክንያቱ ኣርባዕተ ፊደላት ዘለዋ ኣክሮኒም ኣላትኒ። ሰነፍ ነዳይ ትከታተለን ኣለኻ ሰነፍ ነዳይ ስሱዕ ኣብ መወዳእታ ሰነፈ ነዳይ ኣብ መወዳእታ ከምዚ ዝኣመሰለ ኣጀንዳ ሰሪዑ ነዚ ህዝቢ እዚ ኣብ ህውከት ከእቱ ተኣውጁ ዘሎ ኩናት ናይ ብሓቂ ዘገርም ነገር እዩ ትገርም ንከምኡ ዘገርም ነገር ሰሚዕና ኣይንፈልጥን ርኢና ብዙሕ ነገር እሞ ስርዓታት ኣብ ኢትዮጵያ ዝመፁ ነበሩ ኩናታት እውጁ ነይሮም እሞ ከምዚ ተሰሚዑ ዝፈልጥ ነገር ኣይኮነን እታ ሕቶ ስለምንታይ እዩ ከምዚ ዓይነት ኣዋጃት ናይ ኩናት ቀዳማይ ኣዋጅ ናይ ኩናት ኣንጻር ህዝቢ ኢትዮጵያ እዩ። እዚ ናይ ማያት ናይ ካልእ ዝበሃል መዳመቒ ዝቐርብ ተኣኻትሎ እዩ። መወዳእትኡ እዚ ኩናት እዚ ንዘይተኣወጀሉ የለን። ኩናት ናይ ማያት ኢልካ ምእዋጅ ንመን እዩ ንዓና ብቐጥታ ናይ ቀይሕ ባሕሪ ናይ ገለ ኣይኮነን ዘሎ ናይ ኩናት ኢኻ ትእውጅ ዘለኻ ንመን ኢኻ ትእውጆ ዘለኻ? ንመን ንምልከት እቲ ኣዋጅ ናይቲ ኹናት? ፕረቶርያ ተሰማምዕ ተገይሩ ከምዚ ተገይሩ ተባሂሉ ቅድም ቀዳድም ንፋኖታት ከነጥፍእ ኢና ተባሂሉ ኣንጻር ህዝቢ ኣምሓራ ኣዋጅ ናይ ኹናት ተኣዊጁ፣ ኣንጻር ትግራይ ኹናት ተኣዊጁ፣ ኣንጻር ኦሮሞ ኹናት ተኣዊጁ፣ ኣንጻር ሶማል ኹናት ተኣዊጁ፣ ኣንጻር ዓፈር ኹናት ተኣዊጁ፣ መወዳእታ ዘይብሉ ኹናት እዩ ተኣዊጁ። እቲ መወዳእታ ናይ ሎቢ ጉጅለታት ዘካይድኦ ዘለዋ ዘመተ ናይ ቀይሕ ባሕሪ ናይ ቀይሕ ባሕሪ መስኮት ናይ ባሕሪ መዓልቲ መዓልቲ ዝዝረብ ዘረባታት ፈጺምካ እቶም ዝሰምዕዎ ዓ- ዓቃላት እዮም እየ ዝብል ኣነ ከይሰምዑ ከሎ መንገዱ ሒዙ ዝኸይድ ካልእ ሰብ ግን የለና ቦቱ ተዓጽሎ ይኣትን ገለ ሕጂ ናብ ከምዚ ዝኣመሰለ እ፣ ቅልውላው ዘምርሕ ሰብ ሰነፍ ጥራይ እዩ ሰነፍ ነዳይ ፈራህ ስሱዕ ሰነፍ ኢልካ ሕዝ ነዳይ ኢልካ ሕሰብ ፈራህ በል ስሱዕ ከኣ ልዕሊ ኩሉ ከኣ ስሱዕ እዚኤን እየን እተን ቀንዲ መግለጺ ናይዚ እንታይ ኢኻ ትብሎ ዝበሃል ዘሎ ሕጂ ዓድም ኣብ ቆይቁይ ትኣቱ ከምዚ ኢሎም ከምዚ ኢሎምኒ ከምዚ ኢሎም ኣውጺኦም ንሕና ከምዚ ኢልና ኣለና ከምዚ ኢልና ወልፊ ወልፊ ናይ ነዳያት እዩ ወልፊ ናይ ሱሱዓት እዩ ወልፊ ናይ ፈራሃት እዩ ወልፊ ናይ ሰነፋት ካልእ ትርጉም ክህልዎ ኣይኽእልን እዩ ስለምንታይ ሰብ ዝሻቐል ብዛዕባ እዚ ከምዚ ዝኣመሰለ ኮይናት ተኣዊጁ ኣሎ ድሮናት መጻ ኣለዋ ከምዚ መጻ መን እዩ ዘምጸን ዘሎ ተን ድሮናት መን እዩ ነዚ ኩሉ ጽዋር ካብ ደገ እናሸመተ ደምጽ ዘሎ መን እዩ ነዚ ኩሉ ውዲታት እዚ ዝምውል ዘሎ ካበይ ዝመጽእ ዘሎ እቲ ገንዘብ ብሙሉኡ ናብ እዚ ዝኸይድ ዘሎ? መን እዩ እቲ ዝግዛእ ዘሎ ዕሱብ? ስለምንታይ እዩ ዝግዛእ ዘሎ? እንታይ ክበልዕ ኢሉ እዩ ዝኣቱ ዘሎ? ሓደ ብሓደ ሓደ ብሓደ ኢልካ እዛ እዚ ጸወታ እዚ እዚ ናይ ብልጽግና ናይ ዘይብልጽግና ዝበሃል ዘይኮነ ናታቶም ኣጀንዳ እውን ኣይኮነን። ናይ ብልጽግና ኣጀንዳ ኣይኮነን እዚ ናይ ካልኦት ኣጀንዳ እዩ። እቶም ዝምውልዎ ዘለዉ እቶም ገንዘቦም ዝህቡ ዘለዉ ምስቲ ቀዲመ ክጠቕሶ ዝጸናሕኩ ናይ ሱዳን ኩነታት ካብኡ ፈሊኻ ዝረኣ ኣይኮነን። ኣብ ብሉ ናይል መጥቃዕቲ ክግበር እዩ ተባሂሉ እዚ መወዳእታ እዋን መንገዲ ኩርድፋንን ካልእ ማልእን ዝግበር ዘሎ እተን ግንባራት ንሱዳን ተኣወጃ ካብ ሊብያ ናብ ቻድ ናብ ሰንትራል ኣፍሪካን ሬፓብሊክ ናብ ደቡብ ሱዳን ናብ ኢትዮጵያ ዝጠመተ ብኡ ጌርካ ናብ ናይል ምጻእ ናብ ኩርድፋን ምጻእ ዝበሃል ሓድሽ ካብ ዝኾነ ሰብ ተሰወረ ምስጢር ኣይኮነን እዚ ብልጽግና ድዩ ድላይካ ሽም ሃቦ ናይ ሰነፋት ናይ ከዳዓት ናይ ስሱዓት ጃንዳ ተን ድልቕመን ደሎ ሞቕሺሽ ተረፍ መረፍ ናይ መኣዲ እናበልዐ ዝሰርሕ ደሎ ኩናት እውጀልና ኣሎ ኢና ንሕና ንጭነቐሉ ምኽንያት ኣለና ኩናት እውጅ እዚ ኩናት እንታይ ዓይነት ግናት እው ተማሂርና ብዙሕ ነገር ተማሂርና ብዙሕ ነገር ርኢና ኣለና ትብል ትኽእል እያ ኣብ መወዳእታ ግን ኣነ ነዚ ጉዳይ እዚ ከም ናይ ኣቦይ ሳልሕ ጽውጽዋይ ኣሎ ነዊሕ ዛንታ እዩ ግዜኹም ከጥፍኣልኩም ኣይደልን እየ ግን ሰነፍ ወይ ሰይጣን ንገዛእ ርእሱ ሰብ ተመሲሉ ኣብ መገዲ ጸናሓካ ኣብ መገዲ ጸናሓካ ዕድመካ ንዓቡን ሻስ ተንኣ ከም ዝብለካ ክቋየቆካ ምእንቲ ኣይፋለይን ከምቲ ቦይ ሳልሕ ዝብሎ ኦይ ስራሕ ኣላትኒ ስራሐይ መሰሳለጥኩ ክመጻካ እየ ትብሎ እምበሪ ከምኡ ኢሉ ዝጸናሓካ ሓደ ሰነፍ ኣብ መንገዲ እንድሕር ጸኒሑካ ብሰነፋት ተዓዲምካ ኣብ ቆይቁይ ትእቶ ድበሃል ትምህርቲ ቀደም ተማሃርናዮ ኣብ ዓዲ ሹማ ናይ ሰነፋት ትምህርቲ የለን ኣናብኡ ንሕና ምድላዋት እግበር ኣሎ እንታይ እቲ ዝግበር ዘሎ ምድላዋት መጥቃዕቲ በየን እዩ ክጅምር መዓስ እዮም ክጅምርዎ ብፋኖታት ድዮም ክጅምሩ ቅድም ናይ ህዝቢ ኢትዮጵያ ኩናት ድዮም ኣውጆም ክውድኡ ብመንገዲ ሳምረ ድዮም ክመፁ ብትግራይ ገይሮም ድዮም ክመፁ በየናይ መንገዲ እዩ ብጎጃም ብጎንደር ድዩ ብሸዋን ብወሎን ድዩ በየናይ ከባቢታት እዮም ዝመጹ ዘይ ግዜኻ ኣይተጥፍእ እዛ ክጠቕሰልካ ዝጸናሕኹ ምናልባሽ ደጋገምኩማ ጽብቕቲ እያ ሰነፍ ነዳይ ፈራሕ ስሱዕ እዚ ሕማማት እዚ ዘለዎም ሰባት መፅኦም ነዚ ከባቢ ህውከት ክፈጥሩሉ ክፍቀደሎም ኣይግባእን። ኣብ ናታቶም መኣዲ ናይ ቆይቁይ መኣዲ ናይ ሓሶት መኣዲ ናይ ምድንጋር ክንዕደም የብልናን። ስራሕና ክንገብር ክንክእል ኣለና። ኩናት ተኣዊጁልና ቧእ ደሓን መዓልቱ ክንሪኦ ኢና ንመጽእ ነብል ንሕና ግን ኩናት ተኣዊጁ መሰልና ናይ ምክልኻል ንዝኾነ ወገን ንሓተሉ ምኽንያት የለን። ከምዚ ዝኣመሰለ ስንፍና ዝእዝዞ ስስዐን ፍርህን ዝደፍኦ ነዳይ ጠፍሻን ማለት እዩ ዝኸሰረ ከምዚ መጺኻ ትዛረብ ዜና ንዓና ከማን ክተቕሶ ክተቕሶ ኣይብልን ክዛረበሉ ዶ ይብሉ ጉዳይ እዚ ኩናት ምስ መጸ ንርኤና ሓድሽ ነገር ኣይኮነን ንዓና ኣብ ኮለጃት ከይድና ተማሃርናዮ ኩናት ኣይኮነን ብግብሪ ተማሂርናዮ ታሪኽ ባዕሉ ዝምስክሮ ኣሎ ኣብ ከምኡታት ነገር ኣይንዕደም ኢልና ብኸምዚ ዓይነት ጸልቀፍቀፍ ናይ ስድታት ኣቀራርባ ኣብ ኩናት ኣይንዕደም ኢልና ብዝተኻእለ መጠን ከምዚ ዝኣመሰለ ነገር ካይመጽእ ግዴታና ኣልዒልና ንሰርሕ ተዘየሎ ከምዚ በሃል ኣሎ ከምዚ በሃል ኣሎ ከምዚ በሃል ኣሎ ለይትን መዓልትን ብኸምዚ ዝኣመሰለ ዝተወደበ ድራማቲካዊ ፕሮፓጋንዳ ዝካየድ ዘመተታት ኣይትስምዓዮ ቀሲንካ ስራሕኻ ግበር ናይ ልምዓት መደባትካ ካልእ ተፈላለየ ቀዳምነታትካ ስራሕ ተስራሕ ክሓሸካ እምበር ምስ ከምዚኦም ዝኣመሰሉ ዝሃውተቱ ነዳያት ምስኣቶም ደጓዪ ምኽንያት የብልካን ኣዊጆም ኣለዉ እኩቡ ኣለዉ ከምዚ ገብሩ ኣለዉ ከምዚ ገብሩ ኣለዉ ምስ መጸ ክንሪኦ ኢና ቀሰ ኢልና ሕጂ ካልእ ስራሕና ንገብር ከምቲ ናይ ኣበሻልሕ መገደይ ኸይደ ኣይምለሳን እየ ነዚኣ ኢልካ